ሰላም ከመይ ቀኒኹም ዝኽብርኩም ተዓዘብቲ መበል ዕስራን ሸሞንተን ኣኼባ ቤት ምኽሪ ሰብኣዊ መሰላት ካብ ክልተ ክሳብ ዕስራን ሸውዓተን መጋቢት ኣብ ከተማ ጀኔቫ ተኻይዱ ነይሩ ኣብኡ ዝተሳተፈ ጉጅለ ልኡኽ ኤርትራ መብርሂ ክህበና ኣብ ስቱድዮና ዓዲምናዮ ኣለና ኣጋይሽና ኣምባሳደር ስፋምካኤል ገርሃቱ ከምኡውን ኣቶ ኣደም ዑስማን ካብ ሚኒስትሪ ጉዳያት ወፃኢ እዩ ኣጋይሽና እንኳዕ ደሓን መፃኹም
ሐራይ በምባሳደር ተስፋሚካኤል ገርሃቱ ክጅምር ስለምንታይ እዩ ኣንጻር ኤርትራ ብስም ሰብኣዊ መሰላት ዝግበር ዘሎ ተጻብኦ እቶም ደፋእቱኸ በዓል መን እዮም?
ኣብ ልዕሊ ኤርትራ ዝካየድ ዘሎ ተጻብኦ ክትዛረብ ክትደሊ ከለኻ ክልተ መሰረታዊ ነገራት ኣብ ግምት ምእታው ከድሊ እዩ። ቅድም ቀዳድም ኣንጻር ኤርትራ ዝቐንዐ ጥራይ ኣይኮነን እዚ ዝኸይድ ዘሎ ተጻብኦ ኣብ ልዕሊ ብዙሓት ሃገራት ዝኸይድ ዘሎ ምዃኑ ኣብ ግምት ምእታው ከድሊ እዩ። ብመሰረቱ ብትንታይነት ናይቲ ጉዳይ ኣቲኻ ክትርእዮ ከለኻ ግን ካብ ኣመዓባብልኡ ብፍላይ እዚ ዝተወደበ መልክዑ ድሕሪ ካልኣይ ኲናት ዓለም ዝጀመረ ኣትሒዝካ ክትሪኦ ከለኻ መጀመርያ ከም ስነ-ሓሳባዊ መጋበርያ ኣመሪካ ከበግሶ ከሎ ነዚ ናይ ሰብኣዊ መሰላት ጉዳያት ንዕኡ ዝኾና ኣህጉራዊ ውድባት ከም በዓል ኣምነስቲ ኢንተርናሽናል፣ ሂዩማን ራይት ዎች ፈጢርካ ነቲ ሓድሽ ናይ ዕብለላ መሳርሒ ክኸውን ዝኽእል ኣገባብ ንምትእትታው ተባሂሉ እዩ ተበጊሱ። ስለዚ ከም ዝኾነ ሞራላዊ መበገሲ ዘይነበሮ ስነ-ሓሳባዊ መሰረት ዝሓዘ እዩ። ካብ ግዜ ናብ ግዜ እናተቕየረ እናማዕበለ ብመልክዑ ክኸይድ ጸኒሑ። ብፍላይ ኣብ ግዜ ናይ ቬትናም ኲናት ምስቲ ናታቶም ርትዒ ናይ ሓይሊ ወይ ትራሽናል ናይ ፓወር ዝበሃል ን ኸገልግል ንጀዮፖለቲካዊ ኣጀንዳታት ንኸገልግል ተባሂሉ ተሰሪሑሉ ኣብዚ ሕጂ ዘለናዮ እዋናት ድማ ድሕሪ ናይ ዙሑል ኩናት ምብቅዑ ድማ ንሃገራት ብፖለቲካዊ መበገሲ ዘለዎ ክስታት ታርጌት እናገበርካ ንምንብርካኸን ተባሂሉ ካብ ደረጃ ብደረጃ ዝያዳ ኣህጉራዊ ትካላዊ መልክዕ እናሓዘ ሓደ ካብኡ እዚ ናይ ሰብኣዊ መሰል ውድብ ዝበሃል ከም ኣካል ናይ ሕቡራት ሃገራት ጥራይ ዘይኮነስ ነብሱ ዝኸኣለ ቤት ምኽሪ፣ ቅድም ኮሚሽን እናተባህለ ክመጽእ ጸኒሑ ማለት እዩ። ኣብዚ ምርዳእ ዘድልዮ እንታይ እዩ? ናብ ኤርትራ ታርጌት ክገብር ከሎ ምስ እዚ ተኣሳሲርካ ዝረኤ ኣመዓባብላ ዘሎ እዩ። ኤርትራ ብመሰረቱ ካብ ቃልሲን ሰብኣዊ መሰላት ዝቦቖለት ሃገር እያ። ድሕሪ መሪር ቃልስን መስዋእትን ከኣ ሃገር ንምህናጽ ተበጊስና። እቲ ኩሉ ሕጂ ንርእዮ ዘለና ተጻብኦታት ግን ሃገር ንኸይንከውን ዝግበር ዘሎ ተጻብኦ እዩ። ኣብ ዝሓለፈ ናይ ነጻነት ዕድመ ብፍላይ ድማ ኣብ ዝሓለፈ ዕስርተ ሸውዓተ ዓመታት ዝረኣናዮ ሃገር ንኸይንኸውን ንኽንብርከኽ ወይ ኮምፕሮማይዝ ዝኾነ ዋጋ ዕዳጋ ዝኣተወ ሃገር እንተልዩ እውን ኮምፕሮማይዝ ዝኾነ ሃገር ኮይና ንኽንከይድ ተባሂሉ በብእዋኑ ዝኸይድ ዝጸንሐ ተጻብኦታት ቅድሚ ወራር ወያነ ዝነበረ ሕቡእ ኣጀንዳታት፣ ድሕሪ ወራር ወያነ ካብ ኲናት ጀሚርካ ንሱ ምስ ፈሸለ እንደገና ፖለቲካዊ ሕንፍሽፍሽ ንምትእትታው ዝተገብረ ጻዕሪ ዝፈሸለ፣ ብድሕሪኡ ዝቐጸለ ብጉልባብ ሃይማኖት፣ ብድሕሪኡ ዝቐጸለ መንእሰያት እና እናውጻኻ ነቲ ማሕበራዊ ቅርጺ ንምብሕጓግ ናይ ምክልኻል ዓቕምና ከም ዝጎድል ንምግባር፣ ዓያይነትና ብፍላይ ናይ መንእሰይ ዓያይነት ከም ዝጠፍእ ንምግባር፣ ነቲ ናይ ዶብ ኩነታት፣ ከም ዝናዋሕ ጌርካ ኤርትራ ብቁጠባ ከም ትርመስ ጅሆ ከም ትተሓዝ ንምግባር ኣብ መወዳእታ ኩሉ ምስራሕ ምስ ኣበየ እገዳ መጽዩ ብጉልባብ ናይ ሶማል ዶ ብጉልባብ ናይ ገለ እናተባህለ እገዳ መጽዩ ስለዚ ኩሉ ኣማራጽታት ነዛ ሃገር እዚኣ ንምብርካኽ ክካየድ ጸኒሑ ኩሉ በብግዜኡ እናፈሸለ ክኸይድ ከሎ እገዳ መጺኡ። ሕጂ እውን እገዳ ከምጽእ ዝደልዩ ጥራይ ኣብ ናይ ኤርትራ ዘይኮነስ ብዓለም ደረጃ እገዳ ይኹን ናይ ሰክዩሪቲ ካውንስል ውሳኔታት ከም ዝድለ ስለ ዘይስርሐ ሓድሽ ቅድመ ግንባር ኮይኑ ከገልግል ሕጂ ናይ ሰብኣዊ መሰል ሕቶ ከም ሓድሽ ቅድመ ግንባር ኣብ ልዕሊ ብዙሓት ሃገራት ኣባና እውን ምስ ኣመዓባብላ ናይዚ ዝበልክዎ ተዛሚዱ ከም ሓድሽ ቅድመ ግንባር ንኤርትራ ዝኾነን ዘይኮነን እናፈጠርካ ፋብሪከይት እናገበርካ እዚ ዘይበሃል ክስታት ምስቲ ጭቡጥ ውዱዕ ክውንነት ናይታ ሃገር ዘይከይድ ክስረሓሉ ጀሚሩ ኣሎ። ብመሰረቱ ግን እቲ ሰብኣዊ መሰል ኣብ ኤርትራ ምስ ምህናጽ ሃገር ተሰዂዑ ማለትሲ ሜይንስትሪምድ ኮይኑ ዩ ክስራሓሉ ጸኒሑ ሕጂውን ብኸምኡ መንገዲ ይስራሓሉ ዘሎ ኣብ ኩሉ ጽላታት ኣብ ኩሉ ማሕበራዊ ሂወት ናይቲ ህዝቢ እናተሰዂዐን እናተዋሃደ ድማ ይስራሓሉ ኣሎ ምናልባት ከም ሓዲሽ ሃገር ሓያለ ዝተጓዓዝናዮ ኣሎ ብድሆታት ግን ኣለና ሽግራት ኣለና ጸገማት ኣለና ነዚ ብፍላይ ዘጋድድ ከኣ ከምዘይንስራሕ ክገብር ዝፍትን ዘሎ ድማ እቲ ብቐዳምነት ንናይ ህዝቢ ኤርትራ መሰል ዝግህስ ጎበጣ መሬት ኤርትራ ብስርዓት ወያኔ ካብኡ ሓሊፍካ ትሪኦ እዚ ኣብ ልዕሊ ኤርትራ ተጻዒኑ ዘሎ ዘይሕጋዊ ዘይፍትሓዊ እገዳ ካብኡ ሓሊፉ እውን ተጻባኢ መርገጽ ብልዕሊ ኤርትራ ክሳብ እውን ሕልምታት ናይ ምቕያር ናይ መንግስቲ እዚ ኩሉ እዚ ተደማሚሩ ነቲ ኩሉ ነካይዶ ዘለና ጻዕሪ ጅሆ ንምሓዝናን ከምዘይ ንስጉም ንምግባርናን ናብ ሃገር ናይ ምህናጽ ጻዕርታትና ከኣ ከም ዝጓናደብ ንምግባር ዝግበር ጻዕሪ ብጉልባብ ናይ ሰብኣዊ መሰል ድማ ሕጂ ንምትሓዙ ተፈቲኑ ኣሎ። ስለዚ ከምዚ ዓይነት ድሕሪ ባይታ ምሃብክዎ ኣነ ነቲ ጉዳይ።
እቶም ደፋእቱ ግን በዓል መን እዮም ኣምባሳደር ዝፋምካኤል?
እዚ ጉዳይ እዚ ብጂኦፖሊቲካዊ ኣጀንዳታት፣ ምስ ካልእ ስሱዕ ረብሓታት ኣተኣሳሲርካ ሃገራት ኣምበርኪኽካ ንምኻድ ዝግበር ስለ ዝኾነ፣ ድሕሪ ናይ ዝሑል ኲናት ነዚ ከም ዝኣመሰለ ኣጀንዳ ከተሳስዝ ዝጸንሐት ኣሜሪካ እያ። ኣሜሪካ ምስ ኩለን መሻርኽታ ኢልካ ክዝረብ ይከኣል እዩ። ስለዚ ዋላ እቲ ክስታት ክትሪኦ ከለኻ ካብዚ ኩርናዕዚ ዝነቅል እዩ። ኢልካ ኢልካ ኢልካ ድማ ነጻ ፖለቲካዊ መስመር ንኤርትራ ንምብርካኽ ዝግበር ስለ ዝኾነ፣ ኩለን እተን መሻርኽቲ ናይ ኣሜሪካ ዝኾና፣ ነዚ ናይ ሰብኣዊ መሰል ከኣ ከምዚ መሳርሒ ክጥቀማሉ ዝፍትና፣ ኣብ ክንዲ ናይ ህዝቢ መሰል፣ ዋላ እኳ ናይ ውልቀ ሰብ መሰል ኣገዳሲ ሸነኽ ናይቲ ማሕበራዊ ህይወትን ማሕበራዊ ቅርጽን እንተኾነ፣ ነቲ ናይ ህዝቢ መሰል ዝዓንተወ'ዩ ዝበልኩዎ፣ ንሕናሲ ክንምዕብል ንደሊ፣ ልምዓት ክንገብር ንደሊ፣ ብዘይ ዝኾነ ይኹን ስግኣት ብሰላም ክንነብር ንደሊ፣ ሉእላዊ መሬትና ግዝኣትና ተኸቢሩ ክንነብር ንደሊ፣ ካብ ግዜ ናብ ግዜ ናብ ለውጢ ዘምርሕ ስግረ ምቛም ትራንስፎርሜሽን ክንገብር ንደሊ፣ እዚ ክንገብር ዘይንኽእለሉ መንገዲ ክፈጥራ ዝደልያ እዚኣተን እየን፣ ንሰን እየን ከኣ ሕጂ ከም ሓድሽ ቅድመ ግንባር ነዚ ሰብኣዊ መሰል ክጥቀማሉ ዝፍትና ዘለዋ እቲ ዕላመኣን ከኣ ንጹር እዩ። ኣብ ባይቶ ጸጥታ እቲ ሳንክሽን ከምቲ ዝድለ ስለ ዘይሰራሕም ንኤርትራ ኣብ ሓደ ሉፕ ብቐጻሊ ከም ትኣቱ ንምግባር እዩ። በዚ ናይ ሰብኣዊ መሰል ግንባር ኣቢልካ ከኣ እንደገና ነቲ እናላሸወ ዝኸይድ ዘሎ ተመሊስካ ናብቲ ናይ ሕቡራት ሃገራት ከም ዝምለስ እሞ ሓደ ስፓይራል ወይ ሓደ ዕንክሊል ዝብል ሉፕ ወይ ዓንኬል ከም ዝፍጠር ንምግባር ዝሓለነ እዩ እሳተን እየን ነዚ ዝገብራ ዘለዋ። ሕራይ ናብ ኣድስ ክምለስ ምናልባት እዛ ናይ ኣምባሳደር ሰሚዕና የለና ምናልባት ተውሳክ ተለካ ዕድል ክበክ መሰረቱ እቲ ከምቲ ኣምባሳደር ሰምካኤል ገራህቱ ዝበሎ እዚ ጉዳይ እዚ ኣመፃፃናቱ

እዚ ውን ንሃገራት ጥራሕ ዝነቅፍ ኣብ ባይታ ግን ንሰባት ኣብ ግብሪ መሰል ዘየኽብረሎም ኢዩ ካብ ዝብል ተሃዲምካ ዝተመጸ ኢዩ እዚ ውን እዚ ውን ንህደም እሞ ናብዚ ንምጻእ ሽዑ ንብሙሉኣን ኣባል ሃገራት ኣብ ሓደ ባይታ ኣቐሚጥና ሰብኣዊ መሰላት በኸመይ የኽብራ ኣለዋ ኣብ ባይታ ባዕለን ሪፖርት ዝገብራ እታ ተገድሳ ሃገር ኣትያ ባዕላ ነቲ ሰብ መሰል ክተኽብረሉ ብትኽእል መገዲ ክተሓዝ ተባሂሉ ዝተኣተወ ቤት ምኽሪ ኢዩ ኣብዚ ክልተ ሽሕን ሽዱሽተን ግን ኣብ ውሽጢ ክግበር ዝጸንሐ ጉዳያት ፖለቲካዊ ዕላማታትካ ንምስልሳል ወይ እውን ንምክያድ እዩ ነይሩ እቲ ዕላማ ግን ኣንጻር እቲ ሕግታት ናይቲ ጉዳይ ብዝኾነ ስለዚ ኤርትራ ኣብ ከመይ ኣብ ከምኡ በጺሓ ኣብ ዝብል ነገር እዚ ናትና ዓቢ ጉዳይ ናይ ዶብ ገበጥ ኣሎ ካብኡ ክንወጽእ ተኾይና ንሕና እቲ ተሓሳስባና ካብኡ እውን ክፍለ ስለ ዘለዎ ካብኡ እውን ዳይቨርት ክኸውን ስለ ዘድሊ ናይ ሳንክሽን ጉዳይ መፅኡ እገዳ መፅኡ እገዳ እውን ጉዳያት ስለ ዝኾነ ብግዜአን ምውደኣን ስለ ዘይተርፈን ክሰርሓ ኣይከኣላን እውን ኣብ ግብሪ ስለዚ ዝሓሸ ካልእ ኣሎ ንቐፃሊ ክኸይድ ዝኽእል ሰብኣዊ መሰል ጌርካ ናብ ከምዚ ዓይነት ሪዞሉሽንስ ንሓንቲ ሃገር እንድሕር ድኣ ፀሚድካያ ክትወፀ እውን ኣይትኽእልን እያ ካብ ዝብል ተሓሳስባ ዝተበፅሐ ጉዳይ እዩ ስለዚ እቲ ኮንቴክስት ወረዲ ተቐሚጡ ስለ ዘሎ እዚኣን ነገራት እዚኣን ከቐምጥ ስለ ዝደለኹ ጥራሕ ወሲኻ ሕራይ ፅቡቕ ንኣምባሳደር ተስፋምካኤል ገርሃቱ ስለዚ እቲ ዘቕርቦ ዘሎ ክሲ ማለት እንታይ እቲ መበገሲ እዩ ብልክዕ
ኣብዚ ሕጂ ገለ ገለ ነጥብታት ብንጹር ምርኣይ ከድሊ እዩ። እንቲ ቀዲሙ ዝበልክዎ ሰብኣዊ መሰል ኣብ ውሽጢ እቲ ምህናጽ ሃገር ሰዂዕኻ ብኹሉ መንገድታት ትጸዓረሉ ኣሉ ማእለያ ዘይብሉ ማለት ዝገበርናዮ ምዕባሌታት እውን ኣሎ። ምስዚ ኩሉ ኣንተ ቀዲመ ዝጠቐስክዎ ድሕረ ባይታ እቲ እንታይነት ናይቲ ሽግራት ኣቐዲምና እተዛረብናሉ፣ ኣዛሚድካ ክትርእዮ ከለኻ፣ ገና እውን ከም ሓድሽ ሃገር ንክብ ኩላትና ክንፈልጦ፣ ምህናጽ ሃገር ናይ ወለዶታት ሕቶ እዩ፣ ግዜ ይሓትት፣ ቦታ ይሓትት፣ ውዳቤ ይሓትት፣ ዓቕሚ ይሓትት። ኣብ ውሽጢ ከምዚ ዝኣመሰለ ኩነታት፣ ምስቲ ቅዲም ዝተጠቕሰ ድሕረ ባይታ ክትርእዮ ከለኻ፣ ከም ዝኾነ ይኹን ሃገር ንሕና ብናይ ሰብኣዊ መሰላት እውን ሽግራት፣ ብድሆታት፣ ድኽመታት የብልናን ማለት ኣይኮነን። እንተኾነ እንታይ እዩ ሕጂ እቲ ዝመጽእ ዘሎ መሳርሒ ፖለቲካ ጌርካ ነዛ ሃገር እዚኣ ከም ዒላማ ወሲድካ ንዘሎን ዘየሎን ሽግር ደማሚርካ ሃገር ንምጥቃዕ ዝግበር ዘሎ ኣንፈት እዩ ሒዙ ዘሎ። መብዛሕትኦም እቶም ዝለዓሉ ጉዳያት እንድሕር ሪእኻዮም ሓደ ሓደ ግዜስ ወረ ኤርትራ ኣብ ገሃነብ እሳት ከም ዘላ ጌሮም መንግስቲ ዝበሃል ከም ዘየለ ሰብ ኣብ ፈቖዶ ጎደናታት ከም ዝጠፍእ ብሃገራዊ ኣገልግሎት ኣቢልካ ነዚ ሃገር እዚ ንምርማስ ፈተነ ይግበር ከም ዘሎ ምዕባሌ ዝበሃል ከም ዘየለ ኣብ ኤርትራ ካብኡ ሓሊፍካ እውን ደቂ ኣንስትዮ ኣብ ፍቐድኡ ከም ዝድርበያ ከም ዝዕመፃ ማእለያ ዘይብሉ ዝተፈብረኸ ክስታት እዩ ዘሎ ሃናጺ ሃገር ስለ ዝኾነ ብዛዕባ ሓደ ጭቡጥ ሽግር ዝኾነ ይኹን ሰብ መጺኡ ክዛረብ ይኽእል እዩ ቅድም ቀዳድም ንዓና ይምልከት ማለት እዩ ግን ዝኾነ ከም መሻርኽቲ ኮይኑ እውን ከም ዓርኩ ኮይኑ ክዛረብ ይኽእል እዩ ክዛረብ ከሎ ግን እዚ ንብሎ ዘለና ዘለና መብፅዓ ኣብ ምህናፅ ናይ ሃገር እንተላይ ኣብኡ ዝተሰክዐ መሰል ናይ ዜጋታትና ብውሽጣዊ ዳይናሚክስ፣ ብውሽጣዊ ጻዕርታት፣ ነዚ ነካይዶ ዘለና ጻዕርታት ከም ዝተዓጻጸፍ ጌርካ፣ ዳግመ ምውዳብ እናገበርካ ኣብ ኣሰራርሓና እናማዕበለ ከም ዝኸይድ ብምግባር፣ ዘለና ሃገራዊ ዓቕሚ ከም ዝኸእብት ብምግባር፣ ንኹሉ እቲ ዘለና ነዃላት ሽግራት እናፈታሕካ ብምኻድ ክመጽእ ዝኸእል ምዕባሌ እምበር፣ ሃገር ታርጌት ጌርካ ወይ ዒላማ ጌርካ ብ ፖለቲካዊ መበገሲ ንምብርካኽ ተባሂሉ ክመጽእ ዝኸእል ምዕባሌ የለን። ስለዚ ንሕና እዚ ምዕባሌታት ተገይሩ ዘሎ ክተዓጻጸፍ ከም ዘለዎ፣ ሃጎፋትና ክንምልእ ከም ዘለና ኣዳዕዲዕና ንዛረበሉ እዩ፣ ኣብ መንግስቲ ደረጃ ዝዝረበሉ እዩ። ግን ኣብ ኤርትራ ከምቲ ንሶም ዝብልዎም ስርዓት ዝሓዘ ምግሃስ ናይ መሰላት ወይ ሲስተሚክ ዝኾነ ግሮስ ቫዮሌሽን ዝብልዎ ንሶም ማለት እዩ እሞ እቲ ሃገር ፍጹም ሰብ ተኸቢሩ ከም ዘይከይድ ዝብል ክሲ እዩ ተጠፍጢፉ ዳርጋ ካብ ርእስና ክሳብ ጽፍርና ከልግብዎ ዝፍትኑ ዘለዉ ማለት እዩ። ዋላ ሓንቲ መሰረት የብሉን። እንታይ እዩ ግን ምስዚ ተኣሳሲርካ ክረኣ ዘለዎ ኣንተወይ እውን ኣደም ይጠቕሶ ነይሩ ሰብኣዊ መሰል ክበሃል ከሎ ብቐዳምነት ሕቶ ናይ ሰብኣዊ ክብረት ይመጽእ። ሰብኣዊ ክብረት ኣብ ኤርትራ ንምንጋስ ዝግበር ጻዕሪ ቀሊል ኣይኮነን። ካብኡ ከኣ ስለ ዝበቆልና ንከምኡ ከኣ ስለ ዝተቃለስናን ስለ ዝተሰዋእናን እቲ ካልኣይ ሰብኣዊ ውሕስነትን ምምሕያሽን ኣብ ሰብኣዊ ኩነታትን በተርመንት ናይ ላይፍ ንብሎ ማለት እዩ እዚ እቲ ካልኣይ ሸነኽ ዓብዪ ወፍሪ ዝግበረሉ ዝፀዓረሉ ማለት እዩ እቲ ሳልሳይ ሰብኣዊ ምዕባለ እዩ፣ እቲ ሂዩማን ደቨሎፕመንት ዝበሃል እዩ። ኣብዚ ሸነኻት እዚ ክትሪኦ ከለኻ ኤርትራ ብዙሕ ሰጉማ ኣላ። ግን ምህናጽ ሃገር ስለ ዝኾነ ብዙሕ ዝተርፈና ነገራት ከኣ ኣሎ። ከይተዛነና ንሰርሓሉ ብዙሕ ዝተርፈና ነገራት ኣሎ። ብጅምላ ምጻእ ኣቢልካ ነዛ ሃገር እዚኣ ጠቂንካ ተቓቒንካ ግን ስርዓት ዝብሃል የለን ኢልካ ክትውንጅል ካልእ ዕላማ ዘለዎ ስለ ዝኾነ እዞም ዝበልናዮም ጉዳያት ዝጠቓቐስክዎም እዮም ግን ተወሳኺ እውን ምናልባት ኣደም እውን ክውሰኸሉ ይኽእል እዩ ዝያዳ ኣታሽሞ ክገብር ይኽእል እዩ
እንታይ እታ ንድብላን ፃንሐን ኣብነት በጠቓላሊ እንድዮ ቅሚጥዋ ወዲ ገርሃቱ ገለ ካብቲ ዘይስገር ግን ከም ክስታት ክመፅእ ዝፀንሐ ንኣብነት ናይ ሕጊ ኤርትራሲ ከምቲ ድሌትካ ጌርካ ተርሚኖሎጂስ ኣውጺኻ ከተናእሶ ኣይትኽእልን ኢኻ። ሓንቲ ናይ ዩኤን ሃገር ሕግታት ኣለዋ። ንኣብነት ሃገራዊ ኣገልግሎት ዝብል ሓደ ተርሚ ኣሎ ናብ ኤርትራ ናሽናል ሰርቪስ ከዓ ንብሎ ግዜ ከዓ ኣለዎ ዝተወሰነ 18 ኣዋርሕ ሰርቪ ክገብር ተባሂሉ ዕላማ ፕሮክላሜሽን ወፂኡሉ ሕጊ ወፂኡሉ ንሙሉ ኤርትራዊ ከም ሓደ ግዴታ ተቐሚጡ ኩነታት ኣይፈቐደን ተናዊሑ እዚኣ ምንዋሕ እዚኣ ሕጂ ከም ዓባይ ፖለቲካ ኮይና ኣብቲ ባይቶ ኢንደፊኒት ተባሂላ ሓደ ተርሚኖሎጂ ተዋሂቡ ሓድሽ ማለት ኢንደፊኒት ናሽናል ሰርቪስ ኣሉ በቃ መዓድልካ ዘይትፈልጠሉ ህይወትካ ዘይትፈልጠሉ እቲ ንዕኡ ፈጢሩ ዘሎ ኩነታት እንታይ ይመስል ገዲፍካ ማለት ብምቁንጫል ተሪኢኻዮ ኣነ ኣዲብ ሰራቂ ኢኻ ኣዲብ ሰራቂ ኣይትፈቱን ኢኻ ከይተወድኣ እተን እታ ሰራቂ ኣብ መንጎ እያ ዘላ ጉዳያት ተቆናጭሉ ኣይረአን እዩ ሓደ ዓቢ ስእሊ ኣሎ ናይቲ ጉዳይ ንሕና ሓደ ህዝቢ ኤርትራ ሙሉእ ዝጠፍኦ ህዝቢ ኤርትራ ምሉእ ክኸትት ክዓጥቕ፣ ህዝቢ ኤርትራ ምሉእ ኩሉ መሰላቱ ክማልኣሉ ዝግባእ ኣወንዚፉ ዝኸፍሎ ዘሎ መስዋእቲ ኣለና። ነዚ መስዋእቲ'ዚ ገዲፍካ፣ ጎበጣ ናይ መሬት ገዲፍካ ኣገልግሎት ተናዊሑ ኣሎ'ሞ መንግስቲ ኤርትራ በዚ ጉዳይ'ዚ ይኽሰስ ኣሎ። እዚ ጉዳይ'ዚ እወ ኣገልግሎት ምንውሑ ንመንግስቲ ኤርትራ'ዩ መጀመርያ ዘይጥዕሞ። ንዓና እዩ መጀመርያ ዘየጥዕመና እቲ ባርደን ከኣ ኣብ ኣገልግሎት ዘይኮነ ኣብ ኩሉ ሰራሕተኛ መንግስቲ ሸር እንዳኾነ ይኸይድ ኣሎ ኣብ ኩሉ ህዝቢ ኤርትራ ማለት እዩ ብኣገልግሎት ጥራሕ ዘይኮነስ ተጣየሹ ተጋደልቲ እንታይ ረኺቦም ኣለዉ ምዱባት ተጋደልቲ እንታይ ረኺቦም ኣለዉ በየናይ ማዕርግ በየናይ መሳለል በየናይ ደሞዝ ዝሰርሑ ኣለዉ ንዝብል ነገር ንብምልኡ ክትርእዮ ትኽእል ኣብነት እዩ ዘምጻእካ ዘለኹ ካብ ተኸስኦ ዘለዎ ክስታት ማለት ተናዊሑ ተባሂሉ ግን ንክሰስ ከምዚ ዓብዪ ጉዳይ ተራእዩ ኣናዊሑ ኣለዎ ግን ህዝቢ ኤርትራ እዩ ዘይጠዓሞ እታ መሰል እሞ መጀመርያ እስኻትኩም ኣልጀርስ ስምምዕ ጌርና ማሕበረሰብ ዓለም ከዓ ብፍላይ ዩኤን ዝኣክል ዓብዪ ትካል ከዓ ውሒስዎ ነዚ ነገር እዚ ከተግብሮ ከዓ ነይርዎ ነዚ ጎበጣ እዚ እዚ ጎበጣ እዚ ውፅኡ እስኻትኩም ሕጊ ናይ መጠረሻን ወሳንን ዝኾነ ፋይናል ባይንዲንግ ዝኾነ ውሳነ ረኺብኩም ስለ ዝኾንኩም መሬት ግደፉሎም ንጽባሒቱ እዚ ሰብ'ዚ መሰረታዊ ፍታሕ ምረኸበ። ግን ብኣንጻሩ እቲ ነገር ንኤርትራ ንምጉታት ጥራሕ ተባሂሉ ብዕላማ ብገሰሉ ስለ ዘሎ ኣብ ክንዲ ነቲ ገዲፍካ እቲ ተናዊሑ ኣሎ ጥራሕ ከተባሂልካ እዩ። ህዝቢ ኤርትራ ሃገር ምሉእ'ሲ ብረትካ ኣረኪብካ ንሰብ ንጸላኢ ኣይግደፍን እዩ። እዚ ከኣ ኢና ንከላኸል ኩሉ ግዜ እዚ ኢና ከኣ ንብል። ስለዚስ ገለ ካብቲ ክስታት እየ ከምጽኣልካ ደልየ። ካልእ ክስታት ኣሎ መንግስቲ ኤርትራ በቃ እንዳረሸነ ይኸይድ፣ ሹት ኪል ፖሊሲ ዝበሃል ይጥቀም ከምኡ ዝበሃል ዘረባ የለን። ዶባት ኤርትራ ብሕጊ ይእተዉ ብሕጊ ይውጹ። ኤንትሪ ቪዛ ክህልወካ ኣለዎ ኤግዚት ቪዛ ክህልወካ ኣለዎ። ኣብኣ ዘለዉ ንዶባት ኤርትራ ዝኽብሉ ሓይልታት ምክልኻል ኤርትራ ሕጊ ክጥሕሱ ንዝፈተኑ ሰባት ጠጠው በሉ ተባሂሎም ኣብ ቤት ማእሰርቲ ወይ ውን ናብ ሕጊ ከቕርብዎም ብውሕዱ ጠጠው በል ኢሎምካ ጠጠው ተዘይልካ የፍርሑኻ ብኢዶም ክሕዙኻ ፍትኑ ካብኡ ኔው ዘሎ እቲ ሕጊ ዝማልኦ ናይ ኣረስት ኢፈክት ንምግባር ዝግበር ሕግታት ክማላእ ይኽእል ኣብዚ ጉድለታት የለን ኣይበሃልን ኣብ ጉድለታት ክህሉ ይኽእል ሓደ ሓደ ኢንሲደንት እውን ክህሉ ይኽእል ግን ሲስተሚክ ኣይኮነን ከትካ ነዚ ብዘሎ ጥራይ ድሕር ርኢኹም ሰብ ህረምዎ ኣይኮነን እቲ መምርሒ ነዚታት ግን ከምዚ ጌርካ ኣካቢትካ ነቲ ነገር ኣብቲ ልዕሊ መንግስቲ ከቢድ ዝኾነ ክስታት ክመፅእ ይፍትን ምክንያቱ እቲ ሰማዒ እቲ ን ሪያሊቲ ናይ ኤርትራ ዘይኣምን ሰብ ክትእምን ነቲ ብ ርሑቅ ዝነብር ሃገራት ብዛዕባ ኤርትራ ኣጸቢቁ መጽናዕቲ ዘይብለን ሃገራት ኣብ ኤርትራ ሹት ኪል ፖሊሲ ኣሎ ተኢሎመን ቀልጢፈን ይኣምና ምክንያቱ ኣገዳሲ ኣይኮነን እቲ ዘበባ ናተን ወይ ውን ርሕቀት ኣለወን ወይ ውን ዘይፈልጥኦ ናይ ውሽጢ ናትና ባህርያት ኣሎ ግን ንሕና ከምቲ ቀዲሙ ክብሎ ዝጸንሐ ንመሰል ናይ ሰብ ስለ ተቃለስና ኣብ ከምዚ ዓይነት ነገር ዝወደቀ መንግስቲ ኣይኮነን ከምዚ ዓይነት ሕልሚ ዘለዎ መንግስቲ ኮነ ዝሓሸ መሰል እኳ ንምትግባር ባይታ የንጽፍ ኣሎ ኣብ ዝብል መልስታት ከዓ ናይቲ ዴሊጌሽን ከዓ ፀኒሑ ማለት እዩ ስለዚ እተን ክስታት ገለገለ ንምንፅብራቅ ኢለ ዘምፃኹ ወይ ማለት ሕራይ ናብ ኣምባሳደር ተስፋ ሚካኤል ክምለስ ስለዚ እዚ ክንሪኦ ፀናሕና ተፃብኦ ቀፃሊ እዩ ስለዚ ነዚ ንምብዳኸ ኣተሓሕዛና ከመይ ዘሎ እዚኣ እንዲያታ መሰረት ናይቲ ኩሉ ሕቶ እዚኣ ሒዝናዮ ዘለና ናይ ምህናፅ ሃገር መስርሕ ምስዚ ተተሓሒዝናዮ ዘለና ሃገራዊ ናይ ልምዓት መደባት ኣተኣሳሲርካ እቲ ክውቃዕ ዝድለ ናይ ዘላቒ ናይ ልምዓት ሽቶታትና ወይ ሰስቴነብል ደቨሎፕመንት ጎል ዝበሃል ንሱ እዩ እቲ መሰረታዊ ፍታሕን መሰረታዊ ጉዳይን ስለዚ ብሓደ ሸነኽ ንሕና እዚ ሒዝናያ ዘለና ኣንፈት ኣንቢርናያ ዘለና መሰረት ከም ዝተዓጻጸፍ ምግባር ከም ዝተዓጻጸፍ ንክግበር ድማ ከምዚ መንግስቲ ዝብሎ ዘሎ ሕጂ ብክልተ ኢድና ረጊጽና ኣለና ኣብ ዝመጽእ ዘሎ ሰለስተ ኣርባዕተ ዓመታት ናብ ዝሓሸ ደረጃ ክንሰግር ዝላ ምእንቲ ክንገብር ዳግመ ምውዳብ ክንገብር ማለት ነብስና ክንሰርዕ ንሱ ከኣ ብዝተፈላለየ መንገዲ ከም ዝካየድ ምግባር፣ ውሽጣዊ ምድልዳል ከም ዝህልወና፣ ዳግመ ምንጻር ናይ ኣሰራርሓና፣ ኣካይዳና፣ ካብኡ ሓሊፉ ድማ ናትና ናይ ሰብኣዊ ርእሰማል ዓቕሚ ከም ዝድልድል ምግባር፣ ካብኡ ሓሊፍካ ድማ እዚ ንኽተሎ ዘለና ነጻ ፖለቲካዊ መስመር ከም ዝድልድል፣ ከም ዝሕይል ምግባር። ስለዚ ብድምር ክትሪኦ ከለኻ እቲ ውሽጣዊ ረቋሒታት፣ እቲ ናትና ናይ ውሽጣዊ ዳይናሚክስ ዝበሃል ንሱ ዝያዳ ከም ዝሕይል ምግባር፣ ነዚ ኣንቢርናዮ ዘለና መሰረት ናብ ካልእ ደረጃ ዝላ ከም እንገብር ምግባር እዩ እቲ ፍታሕ። ኣብ ውሽጢ እዚ ሕጂ ነዞም ከነካይዶም ዝጸናሕና ጻዕርታት ኣብ ኤርትራሲ እቲ ኣለና ዝበሃል ብድሆታት ሽግራት ከም ምህብ ወሲድካ ኣብዚ ዝሓለፈ ድሕሪ ናይ ናጽነት ዓመት ብፍላይ ኣብ ዝሓለፈ ዓሰርተ ሓሙሽተ ዓመታት ሓደ ካብቲ ዓበይቲ ወፍሪ ዝተገብረሉ ጻዕሪ ዝተገብረሉ ምዕሩይ ዕድልን መሰልን ናይ ነፍሲ ወከፍ ዜጋ ከም ዝረጋገጽ ንምግባር ኩሉ ከባቢታት ኣብ ውሽጢ ከም ዝኣመሰለ ምዕሩይ ዕድል ከም ዝረክብ ንምግባር ኩሉ ማሕበራዊ ሽግራትና ንምፍታሕ እቲ መለሲ ቫልነራብል ዝኾነ ወይ ድማ ክህሰ ዝፀንሐ ከባብታት ዝያዳ ግምት ምሃብ ከዓ ስራሕ ፀኒሑ እዚ ዓብይ ኢምፓክት ዘለዎ ዓብይ ፅልዋ ዘለዎ ኣብ ሰብኣዊ መሰላት እዩ እዚ ድማ ድፋኣሉ ኣሎ ፅቡቅ ኣንፈት ይሕዝ ኣሎ እቲ ካልእ ናብራ ህዝቢ ንምምሕያሽ ዝግበር ፃዕሪ እዩ እዚ ናይ ማሕበራዊ ጽላት ስትራተጂ ናይ መንግስቲ ኤርትራ ክትሪኦ ከለኻ መሰል ናይ ምግቢ፣ መሰል ናይ ትምህርቲ፣ መሰል ናይ ጥዕና፣ መሰል ናይ ማይ፣ መሰል ናይ ምሕላው ኣከባቢ፣ ናይ ማሕበራዊ ውሕስነት መሰል ካልኦት ከምኦም ዝኣመሰሉ ዓበይቲ መሰላት ንምርግጋጽ ዝግበር ዘሎ ወፍሪ ቀሊል ኣይኮነ። ኦፍ ኮርስ ብዙሕ ዝተርፈና ነገር ከም ዘሎ ኣይሰሓትን እዩ። ብዙሕ ሃጓፋት ኣለና። ካብኡ ሓሊፍካ ትሪኦ ሓደ ርጉእ ዝኾነ ቁጠባ ንምፍጣር፣ ዘላቒ ቁጠባ ንምምስራት ዘኽእለና መሰረት ዝግበር ዘሎ ጻዕሪ እውን ኩሉ ዝሪኦ ዘሎ እዩ። ኣብኡ ሓሊፍካ ትሪኦ ሓላፍነታዊ ተሳትፎ ናይቲ ህዝቢ ካብ ባይታ ካብቲ ግራስሩት ጀሚርካ ንላዕሊ ገጹ ዝኸይድ ንምህናጽ ዝግበር ዘሎ ገና ብዙሕ ዝተርፈና እኳ እንተሎ ፖለቲካውን ማሕበራውን ትካላት እንተላይ ካብ ምምሕዳራዊ ትካላት ጀሚርካ ዝግበር ዘሎ ጻዕሪ ማእለያ የብሉን። ስለዚ ብድምር ክትሪኦ ከለኻ ሓያል ጻዕርታት ተኻይዱ መሰረት ተነጺፉ ኣሎ። እዚ እዩ ሕጂ ብመሰረቱ ነቲ ድምር ናይቲ ሰብኣዊ መሰላት ዝበሃል ከንጸባርቕ ዝፍትን ዘሎ። ገለ ገለ ሽግራት ስለ ዘለና የለን ሰብኣዊ መሰላት ኢልካ ክትዛረብ ኣይትኽእልን ዋላ ጽቡቕ ኣብነታት እውን ኣምጽኡ ኣድም። እቲ ሕቶ ዝመጽእ ሕጂ እንታይ እዩ ናይ ህዝቢ መሰል ይገሃስ ስለ ዘሎ እዚ ኩሉ ንገብሮ ዘለና ጻዕሪ ይትንከፍ ኣሎ። ኣብ ውሽጢ ናይ ሃገራዊ ድሕነት ኩነታት እውን ንሰርሕ ጸኒሕና ንሃለናን። እቲ ናይ ህዝቢ መሰል ምግሃስ ዝበሃል ሓደ ካብኡ እዚ መሰል ናይ ልምዓት ናይ ህዝቢ ኤርትራ እዩ። ዘይኣምናሉ እዘን ዘጥቅዓና ዘለዋሲ እዚ ራይት ደቨሎፕመንት ዝበሃል ኣይኣምናሉን እዩ። ምክንያቱ ኣብ መወዳእታ ናይ ኮርፖሬሽን። መሰል ናይ ልምዓት ናይዚ ኣብ ምግስጋስ ዘሎ ህዝቢ እንተላይ ህዝቢ ኤርትራ ኣይንቕበልን ኢና ክብላ ከለዋስ ናይ ኮርፖሬሽንስ ረብሓ እዩ ክዕብልል ዘለዎ ተባሂሉ ይቃወምዎ እዮም ነዚ ከምዚ ዝኣመሰለ ሕጂ ንሕና መሰል ናይ ልምዓት ተጋሂስና ኣለና ከም ህዝቢ ከም ሃገር ነቲ ሰብኣዊ መሰል ከኣ ይትንክፎ ማለት እዩ ነቲ ንገብሮ ጻዕሪ ይትንክፎ ንባዕሉ እዚ ብዘይ ስግኣት ብሰላም ንክንነብር ክንገብሮ ዝጸናሕና ጻዕሪ ብጎበጣ ድዩ በዚ ኩሉ ንሪኦ ዘለና መንገድታት ክትንክፎ ፍትኑ ኣሎ ሓያለ ነገራት ከኣ ቀይዲ ይፈጥረልና ስለዚ ዋላ እኳ እቲ ብግዳም ንገብሮ ጻዕሪ ከም ነጸብራቕ ናይቲ ናይ ውሽጢ ኣገዳሲ እንተኾነ ንደፍኣሉ ከኣ እንተለና እቲ መሰረታዊ ሕቶ እዚ ሃገር ንምህናጽ ንገብሮ ዘለና ጻዕሪ ዘላቕነት ከም ዝህልዎ ንምግባር ንምንብርካኽና ኮምፕሮማይዝ ምግባሩ ወይ ድማ ኣብ ዋጋ ዕዳጋ ንምእታው ዝግበር ዘሎ ጻዕሪ ንሱ እዩ ትፍታሕ ናብኡ ገጽና ኢና ከኣ ንደፍእ ዘልና ጅሆ ከይተታሓዝና። እዚ ብግምት ኣትዩ ግን ኣብ ኣህጉራዊ ደረጃ ውን በቲ ናይ ዲፕሎማሲ ናይ ልምዓት ተመርኩስና ወይ ደቨለፕመንት ዲፕሎማሲ ተመርኩስና ንገብሮ ዘልና ዝተፈላለየ ጻዕርታት ኣሎ። ከም ሓደ ኣካል ናቱ እዚ ኣብ ጀነቫ ዝግበር ውን ከምቲ ዓንተቦይ ዝጠቐስካዮ ኣሎ። ኣብኡ እንታይ ኢና ንገብር ዘልና እዚ ንኤርትራ ዒላማ ዝገብር ፖለቲካዊ መበገሲ ዘሎኦ፣ ንኤርትራ ከኣ ሰለክት ጌርካ ወይ መሪጽካ ንካልእ ዕላማታት ኢልካ ዝግበር ዘሎ ኣተሓሕዛ ኣይንቕበሎን ኢና። ንሕና ጥራይ ዘይኮነ ብዙሓት ሃገራት እውን ኣይቅበልኦን እየን። ዘይምቕባልና ጥራይ ዘይኮነ ከኣ ምስቲ ናትና ዘለና ነጻ ፖለቲካዊ ኣከያይዳ ዋላ ምስቲ መትከላት ናይቲ ውድብ እውን ዝገራጮ እዩ። ሃገር ዒላማ ምግባር፣ ፖለቲካዊ መበገሲ ዘለዎ መንገዲ ከም ዘይሕዝ ክግበር ክኸእል ኣለዎ እምበር ንሃገራት ታርጌት ክገብር የብሉን እዩ ዝብል እቲ መትከላት። ካብኡ ሓሊፉ እውን ሰላምን ምርግጋእን ሰብኣዊ መሰልን ልምዓትን ዝተኣሳሰረ እዩ እዩ ዝብል እቲ መትከሉ። ንሕና ግን ሰላምናን ምርጋእናን ከሊእካ በቲ ሓደ ወገን ብዛዕባ ሰብኣዊ መሰል ክትዛረብ ዘፍቅድ ዝኾነ ይኹን ሞራላዊ ባይታ ውን የሎ ግደፎ እቲ ሕጋውን መትከላውን ሸነኻቱ ስለዚ ንሕና ብግዳም ውን እዞም መትከላት እዚኣቶም ኣብ ግምት ኣትዮም ዘይካ ትዓንተ ወይ ዝጠቐስክዎ ንኤርትራ ዒላማ ዝገብር ይጽንሓልኩም ግደፍዎ እንታይ ደኣ ካልእ ናይ ጽምዶ ናይ ልዝብ ናይ ምትሕግጋዝ መንገድታት ኣሎ፣ ኣብ ውሽጢ እቲ ቤት ምኽሪ ይኹን ኣብ ውሽጢ እቲ ኮሚሽን በዞም መንገድታት እዚኣቶም ጌርካ ክስራሕ ክኽእል ኣለዎ፣ ኣብኡ እዩ እምነትና ንሕና ተባሂሉ ከም ኣካል ናይቲ ናይ ዲፕሎማሲ ናይ ልምዓት ክስራሓሉ ፍትና ኣለዎ። ምናልባት ሕጂ ኣብቲ ንገብሮ ዘለና ዝርዝር ምናልባት ኣለም ኣደም እውን ዝያዳ ክውስኽ ይኽእል እዩ ክብል እኽእል። ሓወይ ኣደም
ወሰን እተን ብግብሪ ዝስርሓለን ዘለዋ ብቲ ኣሰራርሓ ናይቲ ሕብረተሰብ ዓለም ከዓ ብዓብዩ ከምቲ ዝበሎ ኩሉ ግዜ ንሕና ንመንግስቲ ኤርትራ ተሓታትነት ቀዳማይ ንህዝቢ ኤርትራ እዩ ንካሊእ ንሪፖርቲንግ ኦብሊጌሽንስ ወይ እውን ንካልእ ሰብ ከይኮነ ህዝቢ ኤርትራ ከመይ ገይሩ ዝተመሓየሸ ናብራ የባፅሕ ቀረብ ፅሩይ ማይ ቀሪብካ ትካላት ናይ ፍትሕኻ ኣብ ታሕቲ ኣደልዲልካ፣ ጥዕንኡ ዝተውሓሰ ሰብ ገይርካ፣ ናይ ጽርግያታቱን ካልእን መስመራቱን እቲ ምዕባለታት ኣብ ዘይተረሓሓቐ ዳረጃ ንምቕማጥ እሞ ንሓዋሩ ኣብ ደየዛርብ ነገር ኩሉ ግዜ እቲ መሰረታዊ ንብሎ ንሕና ነቲ ሰብ ዘድልዮ ቀዳማይ ዋላ ኣብ ዝኾነ ናይ ሳይኮሎጂ ቲዮሪስ እውን እንተኸድካ እቲ ቀዳማይ ታሕተዋይ እቲ ኒድ ዝብል ቲዮሪስ ድሓር እንዳናጠቕካዮ ዝመጽእ እዩ። ከምዚ ብሓደ ለይቲ ዝመጽእ ኣይኮነን። ሓንቲ ንእሽተይ ሃገር ሓደ ብቁጠባ ኣዝዩ ኣብ ትሑት ደረጃ ዝተረከብካዮ ቅድሚ ናፅነት ዋላ ሓንቲ ዘይነበሮ ኣብ ናፅነት እዋን ነታ ንእሽተየ ከማ እዛ ሎሚ ንሪኣ ዘለና ክንደይ ተኸቢሩ ኣሎ ሎሚ ዘይረኣና እዚ ብግብሪ ዝተኻየደ ከምቲ ኣምባሳደር ገርሃት ክብሎ ዝፀንሐ ምዕባለታት ኣሎ ብኡ መጠን ከዓ ግን ኦብሊጌሽንስ ከዓ ኣሎ ናይቲ ናይ ሪፖርቲንግ ህዝቢ ኤርትራስ እንታይ ንገብረሉ ኣለና በቲ ንሕና ንቕበሎ መትከላት፣ በቲ ንሕና ንኣምነሉ መትከላት ኣብ ዝብል ከኣ ዝስርሓሉ ዘሎ ከኣ ንኣብነት እቲ ናይ UPR ዝበሃል መስርሕ ናይ ዩኒቨርሳል ፔሪዮዲክ ሪቪው ማለት እዮ። ኣብ ነፍሲ ወከፍ ኣርባዕተ ዓመት ዝቐርብ ሪፖርትስ ናይ ኩለን ሃገራት ኣሎ። ንሕና ከኣ ኣብኡ ኢና ንኣምን ኢልና ኣብኡ ክንሰርሕ ጸኒሕና። ከምተን ካልኦት ሃገራት ንዓናን ነተን ዝዓበያ ሃገራትን ኣብ ሓደ ባይታ ዘቐምጥ ርእይቶ እንተለና ርእይቶና ንሓተሉ፣ ዝሓሸ ተመኩሮ ዝተመኮርናዮ እንተሎ እውን ንካልኦት ሼር ንገብሮ፣ ሕጽረታት ተለና ከኣ ሕጽረታትና ንነግረሉ ማለት እዩ። ከምዚ ዝበሃል ጸኒሕስ ሕጽረታት ዘይብሉ መንግስቲ የለን። ናይ ሰብ መሰል እንተልካስ ከባድ ነገር እያ። እቲ ዝትኽእሎ ጥራሕ ኢኻ ትገብር። ስለዚ በቲ ኣሰራርሓ ከኣ ንሰርሖ ዘለና ከኣ ኣብቲ ናይ UPR ዝብል መካኒዝም ኣቲና ከኣ ናብ ዝሓሸ ክንደፍኦ ብኡ ዝተቐበልናዮ ሪኮመንደሽንስ ከኣ ክነተግብር ከኣ ንፍትን ኣለና ከም መንግስቲ። እዚ ከኣ እቲ ሓደ ባይታ እዩ ማለት እዩ ሕራይ ንድሕሪት ምናልባት ምናልባት ተወሳኺ ንኸውን ሲ እዛ ዝጠቐሳ ኣብነት ሕጂ ኣገዳሲት ናይ ፅምዶን ልዝብን ትካላዊ ምትእስሳርን ሓንቲ ባይታ እያ ክንምዝምዛ ንፍትን ኢና ከም ዝተባህለ ንዕኦም ኢልና እውን ጥራይ ኣይኮነን ህብራዊ ግቡኣት ኣለና ግን ብቐንዱ ናይ ህዝብና ምዕባሌ እንተላይ ሰብኣዊ መሰል ንምርግጋጽ ኣብ እንገብሮ ጻዕሪ ከም ነጸብራቕ ክንወስዶ ኣገዳሲ እዩ ካብ ዝብል እዩ። ኣብዚ ምናልባት ኣብ ግምት ክኣቱ ዘለዎ ሕጂ ንኹለን ሃገራት ኣብ ሓደ ባይታ ዘምጽእ እብል ነይሩ ኣድም ንሕና ክድኣቱ ከለና ናብዚ እተን ኩለን ካልኦት እዘን ዓሰርተ ግዜ ክቕጥቅጣና ዝውዕላ ዘለዋ ነጻ የን ብጹኣት የን ዝብል ኣራእያ እውን የብልናን። ኣብ ዓለም ንሪኦ ከም ዘለና እዚ ዝዓበየ ሰብኣዊ መሰል ምግሃስ ዘለወን ሃገራት በዓል መን ምዃናስ ሓተታ እውን ዘድልዮ ኣይኮነን። ሚልዮን ዝኾኑ ቆልዑት ኣብ ቤት ማእሰርቲ ዳጒነን ዝኾነ ናይ ውሕስነት መንገዲ ዘይብሎም ኮይኖም ዝኸዱ ዘለዉ ቆልዑት ዘለወን ሃገራትሲ በዓል መን ምዃነን ዋላ ጭሩ እውን ክትሕብሮ ትኽእል እመስለኒ። ኣብ ምሉእ ዓለም ከይድካ ዕግርግር እናፈጠርካ ናይ ሰባት መሰል እናተጋህሰ ሰላምን ምርግጋእን ጠፊኡ ንሪኦ ኣለና ኣብ ኩሉ ሃገራት ዝግበር ዘሎ ኩነታት መን እዩ እውን ብዙሕ ሓተታ ዘድልዮ ኣይኮነን። ስለዚ እንታይ እዩ ሰብኣዊ መሰል ኣብ ኩሉ ሃገራት ቻለንጅስ ኣለዎ፣ ብድሆታት ኣለዎ፣ ሽግራት ኣለዎ። ንሕና ኣብ ውሽጢ ከምዚ ዝኣመሰለ ናይ ዲፕሎማሲ ልምዓት ሰዂዕና ነዚ ጉዳይ እዚ ብልዝብ፣ ብጽምዶታት፣ ብእህጉራዊ ምትሕጋዝ ክንሕዞ ኢልና ክንሓስብ ከለና ዋን ወይ ወይ ሓደ መስመር ጥራይ እዩ ኢልና ኣይንኣምንን ኢና። ክልተ መስመር ዘለዎ እዩ። ስለዚ ብኸምኡ መንጽር ተራእዩ ዘለና ኩነታት እውን ምንጽብራቕ፣ ካብኡ ሓሊፉ እውን ኣብ ኣህጉራዊ ዝምድናታትና ዘሎ ኣህጉራዊ ግቡኣት እውን ንምምላሽ ተባሂሉ ዝግበር ዝተፈላለየ ካልእ መንገድታት እውን ኣሎ። ብዘይካ እዚ ናይ ኣድማሳዊ ወቕታዊ ክለሳ ወይ ዩኒቨርሳል ፔሪዮዲክ ረቪው ዝበሃል ግቡእ ሒዝናዮ ዘለና መንገዲ ምስቲ ኮሚሽን ናይ ሰብኣዊ መሰላት ምስ ካብቲ ቤት ምኽሪ ናይ ሰብኣዊ መሰላት ፍልይ ብዝበለ መንገዲ ክንሰርሓሉ ንፍትን። ናብዚ ቀረባዊ ግዜውን ልኡኽ ናቶም ሰዲዶምውን ምሳና ልዝብ ኣካይዶም፣ ሕጂ ከድና ከለናውን ረኺብናዮም፣ ዝያዳ ንዑ ንምድልዳል ናይ ሓባር መረዳእታ ንምፍጣር ምትሕጋዝ ንምፍጣር ንገብሮ ዝገበርናዮ ጻዕርታት ኣሎ፣ ድሕሪ ሕጂውን ዝቕጽል፣ ብኻልእ ሸነኽውን ንሃገራት ታርጌት ዘይገብሩ ካልኦት ሜካኒዝምስ ኣለዉ ንዕኦም ሕጂ ክጥቀምሎም ኣይደልዩን እዮም ትኽ ኢሎም ናብ ከምዚ እዮም ዝጎዩ ምኽንያቱ ነታ ሃገር ንምብርካኽ ተባሂሉ ዝተፈላለዩ ካልእ ሜካኒዝምስ ኣለዎ ወይ ድማ ቴማቲክ ማንዴትስ ዝብልዎ ዝፈረምካያ ውዕላት ስለ ዘሎ ምስቲ ዝፈረምካያ ውዕላት ኣዛሚድካ ተመክሮኻ ክትግምግም ክትለዋወጥ ኩነታትካ ከተንጸባርቕ ክትርኢ ክትፍትሽ ዝሕግዝ ዝተፈላለዩ ኣሎ እዚ ንኹሉ ሃገራት ዝምልከት እዩ ስለዚ ንሕና በረኣያና ኣብቲ ንኹሉ ሃገራት ዝምልከት ኩለን ሃገራት ተሓባቢረን ክሰርሓሉ ኣለዋ ዝበሃል ንፍሉያት ሃገራት ታርጌት ጌርካ ንምብርካኽ ንፖለቲካዊ ዕላማ ዘይውዕል ኣገባባት ንሕና ንሰርሓሉ ከነበጋግሶ ዝፈተና ኣሎ ዝያዳ ንዘራረበሉ እውን ኣሎ ማለት እዩ ብዘይካዚ እቲ ዓቢ ክንሰርሓሉ ንፍትን ንሕና ኣብዚ ኣለው ዝተፈላለዩ ኤምባስታት ኣሎ ናይ ዩኤን ኣሎ ናይ ዩኤን እቲ ኣብዚ ዘሎ ወኪል ይኹን ዋላ እተን ኣካላቱ ኣብዚ ኤርትራ ዝገብሮ ዘሎ ጻዕርታት ዘለዎም ርእይቶን መርገጽን ንፈልጦ ኢና ነዚ እውን ግምት ኣይህብዎን እዮም ስለዚ እዚ እውን ከም ሓደ ኣካል ወይ ከም ሓደ ዓንዲ ናይቲ ኩሉ ሜድያዊ ማለት ንኤርትራ ዝምልከት ጽምዶን ምትሕጋዝን ኣህጉራዊ ዝምድናታትን ኣብ ውሽጢ እቲ ዲፕሎማሲና ኣእቲና ንሰርሓሉ ይጽዓር ኣሎ። ደሓን ኣንፈት ሒዙ ኣሎ። ገና ብዙሕ ጻዕሪ ከድልየና እዩ። ምክንያቱ እቲ ዓንተቦይ ዝጠቕሶ ዝነበረ ቀደም እቲ ቤት ምክሪ ሰብኣዊ መሰል ዝበሃል በዘን ናይ ምዕራብ ሃገራት እዩ ተዓብሊሉ ዘሎ። ባእታተን ጥራይ ዘይኮነ ናታቶም ሓድሓድ ሃገራት እውን ህልዋ ኮነ ኣብኡ እታሽሙ ዝገብራ ብዙሓት ሃገራት ግን ዝቃወምኦ ከ ኣለዋ ኣብዚ ናትና መጺኻ ኣብ ናይ ካልኦት መጺኻ ሕጂ ድምፀን ዘስምዓ ብዙሓት ሃገራት ኣለዋ ካብቲ ብኣኼባ ወፃኢ እውን ማእለያ ዘይብሉ ማንሲ ንገብሮ ፅምድታት ስለ ዘሎ እቲ ርከባት እናሓየለ ኸይድ ኣሎ ግን ትቐንዲ ነገር ክጠቕሶ ደልየ ዘለኹ እንታይ ኣብ ውሽጢ ናትና ከም ሓደ ናይ ግዳም ረቋሒ ኣብ ውሽጢ ናትና ዲፕሎማሲያዊ ጻዕርታት ኣብቲ ናይ ዲፕሎማሲ ናይ ልምዓት ኢሉ መንግስቲ ኤርትራ ዝሰርሓሉ ዘሎ ሶኺዕካ ዝስራሓሉ ፍተን ከም ዘሎን ዝተፈላለዩ ካልኦት መንገድታት እውን ኣለዉ ውሽጢ ናይ ሰብኣዊ መሰላት ንዕኡ እውን ጎስዮም ንኤርትራ ታርጌት ክገብሩ ይፍትኑ ስለ ዘለዉ በቲ ቅኑዕ መንገዲ ነቲ ሃገር ታርጌት ከይገበርካ ንምስራሕ ይጽዓር ኣሎ ውዒሉ ውዒሉ ግን ከምቲ ክንገልጾ ዝጸናሕና ገዛና ምሕያል እቲ ዝካየድ ዘሎ ጻዕሪ ከኣ ነዛ ሃገር እዚኣ ንምንብርካኽ ምናልባት ሓደ ሓደ ግዜ ከምዚ ፕሮፓጋንዳ መስል ዝኸውን ግን ኣብ እዝንኻ ዝብሉኻ ነገራት እውን ኣሎ ትዛረብ ከለኻ ገሊኦም ኣግሂዶም ኣቕሪቦም ዝዛረብዎ ምስ ከምኡ ዛሚትካ ክትሪኦ ከለኻ ንሕና ዕዮ ገዛና ምስራሕ ሃገርና ምድልዳል ጌርናያ ዘለና ከምተዓጻጽፍ ምግባር ዘለና ብድሆታት ሽግራት ጉድለታት ድኽመታት ምስ ግዜን ኩነታትን ኣዛሚድካ ዝያዳ ሆስቴጅ ከይተታሓዝና ጻዕርታት ንገብር ኣለና፣ ዝያዳ ጻዕርታት ክንገብር ኣለና። ኦፍ ኮርስ ከምቲ ቅድም ዝበልክዎ እዚ ኣብ ልዕሌና ተጻዒኑ ዘሎ ሰግለለት ወይ ደበና ንሱ እውን ክቕንጠጥ ክኽእል ኣለዎ እምበር ኣብ ሃዋህው ክትዛረበሉ ትኽእል ነገር ኣይኮነን። ሕራይ ምናልባት ኣደም ንድሕሪት ምልስ ከብለካ ኣብ ልዕሊ ኤርትራ ብስም ሰብኣዊ መሰላት እዚ ኮምሽን ኦፍ ኢንኳየሪ ራፖርት ወዘተ እናበልካ ምስራት በቲ ቤት ምክሪ ሕጋዊ ድዩ ኤርትራኸ ስለምንታይ ብቐጻሊ ትነጽጎ ኣንቶ ጅምር ኣቢልና ነበርና ንኣብነት እዚ ባይቶ እዚ ቤት ምክሪ እዚ ክኸውን ከሎ ቅድሚ ሕጂ ሓደ ቅድሚኡ ዝነበረ ኮሚሽን ነሩ ኮሚሽን ከዓ ንሃገራት እንዳፈለየ ታርጌት እንዳገበረ ተጋጊኹም እብዚ ግበሩ ከምዚ ብሉ ንዝብል ሪፖርትስ እምበር ሓቀኛ ዝኾነ ናይ ሰብ ኣብ ባይታ ሓደ መሰል ከኽብር ስለዘይከኣለ ናብ ሓደ ባይቶ ናብ ሓደ ቤት ምኽሪ ካልእ ሴቲንግ ከድና ማለት እዚ ሴቲንግ እዚ ክንከይድ ከለና እቲ ተስፋ ዝነበረ እውን ዓንተ ወይ ዝበልናዮ ንብምልኡ ሃገራት ኣብ ሓደ ባይታ ከቐምጥ ዝኽእል ኢን ፕሪንስፕል ኢና ንዛረብ ዘለና ክህሉ ይክእልን እዩ ፐርፈክሽን የብሉን ጥራሕ ዘይኮነስ ክህሉ እውን ኣይክእልን እዩ። ብዙሕ ሃገራት ብፖለቲካ ዝተፀምደ ናትካ ኢንተረስትስ ክተብል ዝደፋፍኦ ነገር ብዙሕ ስለ ዘሎ ኩሉ ግዜ ማዕረ ኢና ክንተሓዝ እውን ኢልካ ይዝሐሰብ እዩ። ግን ከም ሕጊ ዝተቐመጠ ነገር እንተሎ ሓደ ንኩላህና ንሰብ ክነኽብረሉ ንኽእል ባይታ ከቐምጥ ዝኽእል ሕግታት ኣሎ ተባሂሉ ሕግታት ወጺኡ። እሱ ሓደ ካብኡ እዚ ዩፒኣር ንብሎ ዝነበርና ማለት እዩ። ዩፒኣር ማለት ኣብ ኣርባዕተ ዓመት ሓንቲ ሃገር ነቲ ዘለዋ ጸገማት ናታ እቲ ዘለዋ ቤስት ፕራክቲስስ ነቲ ዘሎ ተሓሕዛን ሕጋዊ ድሕሪ ባይታ ናይቲ ሰብ ዘቐመጥ ከቲ ሊጋል ፍሬምወርክ ናቱ ክተቐመጥ ምፍታን ማለት እዩ በዚ መልክዕ ንኣርባዕተ ዓመት እዚ ኣርባዕተ ዓመት እዚ ሰብ ካሪእቶ ሂበካ ኣብዚ ናብዚ ናብዚ ጉድለት ኣለኩም ትዕረኽሞ ብለካ ሃገራት ንዑ ተቐቢልካ ከዓ ትሰርሓሉ እቲ ዘይተቐበልካዮ ኣይቅበሎን እየ ኢልካ ከኣ ክትተርፈሉ ትኽእል ኢኻ። ካብኡ ንላዕሊ ዝኸትካዮ ነገር ኣሎ። እዚ ጥራሕ ዘይኮነ እቲ ባይቶ እቲ ቤት ምኽሪ ሓደ ናቱ ኣይቢ ዝብል ሕግታት ኢንስቲቱሽን ቢልዲንግ ዝብል ሕግታት ኣቐሚጡ እዚ ሕግታት እዚ እንታይ እዩ ንሃገራት ፈሊኻ ከይትሕዝ ፖለቲካዊ ድፍኢት ዘለዎ ጉዳያት ሒዝካ ኣብዚ ባይታ እዚ ከይትመጽእ purely ንሰብኣዊ መሰል ኣድቫንስ ንምግባር ወይ እውን ንምምዕንዑ ኢምፓወር ንምግባር ዝተኣትወ መብጽዓ ወይ እውን ዝተኣትወ ሕልሚ እዩ ነይሩ። ስለዚ ሓደ ዓሰርተ ኣጀንዳ ኣለዎ እዚ ባይቶ እዚ እሱ ከዓ ካብ ሓደ ስጋብ ዓሰርተ ምትሕግጋዝ ገለ ብሓደ ኮንካ ንምስራሕ እታ ተገድሳ ሃገር እቲ ዝሃብናያ ለበዋታት ተቐቢላ ንክሰርሓሉ ካብ ዝብል እምበር ብፍሉይ ዝተቐመጠ ነገር እንተሎ፣ ጉዳያት ሰብኣዊ መሰል ካብ ፖለቲካ ድፍኢት ዝተላዕሉ ክኾኑ የብሎምን። ኢምፓርሻል ክኾኑ ኣለዎም። ሰብኣዊ መሰል ኣድማሳዊ እዩ፣ ንኹሎም ሰባት ዝምልከት መሰረታዊ መሰል ስለ ዝኾነ ብምሉእና ከነኽብሮ ኣለና። ቱወርድስ ዚስ ኤይም ከኣ ክንሰርሕ ክንክእል ኣለና ንዝብል እዩ። ካብዚ ወጺእኻ ኣብ ኣይተም ፎር ኩሉ ሃገራት ዘይሰማምዓሉ ማለት እዩ። ንኣብነት ንዓና ክንምልከት፣ ኣፍሪቃዊ ሕብረት ዘይሰማምዓሉ፣ እንተሎ ኣይተም ፎር ዝበሃል ነዘን ሃገራት ስፔሻል መካኒዝም እዘን ድብለን ጸናሕካ ማለት ስፔሻል ራፖርተር እዚ ኮሚሽን ኦፍ ኢንኳይሪን ከምኡ ዝኣመሰለ ንኣሹ ንኣሹ ነተን ሃገራት ጥራሕ ፈሊኻ ዝግበር ዕላማ ንኸይግበር ዝብል ነዚ ኣይተም እዚ ብምልኣን ሃገራት ናም ኣይሰማማዓሉን እዩ እዚ ሻራ ዘይብሉ ምንቅስቃስ ማለት እዩ እቲ ዝበዝሐ ኣባል ናይቲ ኣብ ዓለም ዘሎ ዛሽሙ ኣፍሪቃዊ ሕብረት ኣይሰማማዓሉን ኩለን ብሎካት ኣይሰማማዓሉን እየን ብመትከል ንምንታይ ካብቲ ዝበልናዮ ኢምፓርሻሊቲ ስለ ዘውጻእና ኤርትራ ከኣ ከምኡ ስለ ዝኾነ ንሕና እዚ ነገር እዚ ንፖለቲካዊ ምድፍፋእ ዘለዎም ተጻባእቲ እምበር ንህዝቢ ኤርትራ ሓልዮት ኣይኮነን ንህዝቢ ኤርትራ ሓልዮት ተዝኸውን ነይሩ ቀዳሞት ንሕና ንገብሮ ንሕና መሰል ንዓና ከይኮነ ንጸላእትና ዘኽበርና ሰባት ኢና ብታሪኽ ዝፍለጥ እዚ ዘሎ መንግስቲ ኩሉ ሰብ ዝፈልጦ እዩ ኣብ ሰውራ ከሎ መን ኢኻ ዝበሎ ዘይብሉ ሳብጀክት እውን ናይ ኢንተርናሽናል ሎው ከይኮነ ከሎ ንምሩኻት ኢትዮጵያውያን ዝገብሮ ዝነበረ ምንክብኻባት፣ ኣብ ህዝቡ ዝገብሮ ዝነበረ ናይ ፍትሒ ስርሓት ኩሉ ሰብ ዝምስክርሉ ነገር እዩ። ካብኡ ግን ኣይኮነን እቲ ዕላማ። ፖለቲካዊ ድፍኢት ዘለወን ተጻባእቲ ሃገራት ስለ ዘምጽኦ ነዚ ነገር እዚ ነዚ ዕላማ እዚ ጥራሕ ከኣ ስለ ዘገልግል ኣይንቕበሎን ኢና። ካብኡ ወጺእና በዛ ክንብላ ዝጸናሕና ሕጂ ንኣብነት ኣምባሳደር ገራህቱ ምስ ቤት ጽሕፈት ሃይ ኮሚሽነር ንዘራረብ ኣለና፣ ኣብ ኑስ ከፊትና ኣለና። ነቲ ክርኢ ዝደሊ ነቲ ክሰምዕ ዝደሊ ማለት ልዕሊ ኩሉ ከኣ ንህዝብና ምስ ካልኦት ኣብ UN ውክልና ዘለዎም ኣብዚ ሃገራት ንዘራረብ፣ እንታይ ኣሎ ዝጎደለ፣ እንታይ ኣሎ ዝተመልኣ ክትብል ኢሂን ምሂን ክትብል ባህርያዊ እዩ። እቲ ንብሎ ዘለና ናይ UPR ከኣ ኢና ክንሰርሕ ተባሂሉ ብምሉእ ሰብ ዝኣተዎ መብጽዓ ከኣ ክንሰርሓሉ ጸኒሕና። ቀዳማይን ካልኣይን ሪፖርት ካብ ነፍሲ ወከፍ ዓርመት ከኣ ኣብ ክልተ ሽሕን ትሽዓተን ሕጂ ውን ኣብ ክልተ ሽሕን ዓሰርተ ኣርባዕተ ፌብርዋሪ እቲ ናትና ኦብሊጌሽንስ ናህና ኣቐሚጥና ማለት እዩ ንህዝብና እዚ ኢና ንገብር ዘለና እዚ ቤስት ፕራክቲስ ኣለና ካባና ክትምክርዎ ትኽእሉ ሕፅረታት ከዓ ኣለና ክፍትሓልና ንደልዩ ነገር ከዓ ኣለና ብሰንኪ እዚ ንብሎ ዘለና ናይ ጎበጣ መሬት ህዝቢ ኤርትራ ምሉእ መሰሉ ናይ ሰላም ምንባር መሰሉ ተተንኪፉ ኣሎ እዚ ከዓ ኣብቲ ኣይቢ ኣሎ ኣብቲ ዩኤን ፕሪንስፕልስ ናሃና ኣሎ ስለዚ ኣብኡ ንደጋገፍ ኣብኡ ንተሓገዝ እቲ መሰረታዊ ፍታሕ ንግበረሉ ነዚ ግዳይ እዚ ብድሕሪኡ ናብ ዝሓሸ ባይታ ከንጥረና ይኽእል እዩ። ይኹን እምበር በቲ ሒዝናዮ ዘለና ብቕዓት በቲ ሒዝናዮ ዘለና ኮሚትመንት ግን ንህዝብና ዝገበርናዮ ከኣ እዝን እዝን እዝን መሰላት ኣሎ ተባሂሉ እቲ ዝተዓወትናሉ መደባትና እብዝን እብዝን ተዓዊትና ኢና። እዚኦን እዚኦን ከኣ ከም ሕጽረታት ተቐሚጠን ኣለዋ። ማሕበረሰብ ዓለም ክገብሮ ንደሊ ነገር እንተሎ ከኣ እዝን እዝን እዩ። ካብኡ ባዕልና ዝሓለፍና ዝገበርናዮ ቤስት ፕራክቲስስ ከኣ ሼር ንገብር ማለት እዩ። ካልኦት ሃገራት ዘየተኣታተዎ ኢኖቬሽን ኢኖቬቲቭ ዝኾነ መስርሕ እንተእቲኻ ከዓ ሼር ትገብር ስለዚ ኤርትራ ዘይተቐበሎ በዚ ጉዳይ ፖለቲካዊ ምድፍፋእ ዘለዎ ካብ ተጻባእቲ ሃገራት ዝመጽእ ህዝቢ ኤርትራ ሓደ ኮንፍሊክት ዘለዎ ንኣብነት ናይ ጅቡቲ ንኣብነት ክንወስድ ንኽእል ኢና መስ ኣብ ንእሽተይ ግጭት ጸኒሕና ነዛ ግጭት እዚኣ ኣብ ዝተፈላለየ ባይታታት እናወሰድካ ነዚ ሪዞሉሽን እዚ መሪሖሞ ከመይ ገይሩ እዚ ህዝቢ ኤርትራ ሓልዮት ይኸውን ብድሕሪት መን ይደፍኦ በዓል ኢትዮጵያ ከመይ ገይራ ነዚ ነገር እዚ ህዝቢ ኤርትራ ሓልዮት ይኸውን ካብ ሓልዮት ክኸውን ኣለዎ ካብ ህዝቢ ንምሕላይ ክኸውን ኣለዎ እሱ እውን ካብ ህዝቢ ምሕላይ ተኮይኑ ካባና ንነፍስና ካብኡ ንትሕትና ዘሎ ሰብ ስለ ዝኸውን ንሕና መሰረታዊ ኢምፓርሻል ብዝኾነ መገዲ ኣይመፀን እዚ ነገር እዚ ኣቀራርብኡ ፖለቲካ እዩ እዚ ከዓ ነቲ ዘለና ካልእ ዕላማታት ንምጉዕፃፅ ስለ ዝግበር ኣይንቐበሎን ኢና ንህዝብና ግን ኩሉ ግዜ ድልዋት ኢና። እዚ በሉ እቲ በሉ ብዘየገድስ ንሰርሓሉ ኢና ነቲ ህዝቢ እዩ እቲ ናትና መርገፂ። ስለዚ መንግስቲ ኤርትራ ካብዚ እዩ እቲ ፍልልይ ዘምፀኣሉ ማለት እዩ። ኣጋይሽና ምናልባት ግዜ እውን ስለ ዝኣኸለ ኣብ መወዳእታ ተመሓላልፎ ትደልዩ መልእኽቲ እንተሎ ዕድል ክበኩም።
እቲ መልእኽቲ ተመሓላሊፉ እዩ። እንታይ እዩ ዝሓሸ መረዳእታ ዝሓትት ጉዳይ እዩ። ብግብሪ እቲ ዝኸይድ ዘሎ እቲ ዝዓበየ ህያው መረዳእታ እዩ። ይኹን እምበር ብምሉኡ ስነ ሓሳባዊ መሳርዕ ወይ እቲ ኣይዲዮሎጂካል ኣፓራታት ዝበሃል ናይዘን ናይ ምዕራብ ሃገራት እቲ ናይ ምርምር ትካላት በሎ ሜድያ በሎ ባህላዊ ትካላት በሎ ዘይመንግስታዊ ትካላት ሃይማኖታዊ ትካላት ደሚርካ ካልእ እውን ወሲኽካ ብምሉኡ ኣብ ልዕሊ ህዝቢ ኤርትራ ሓያል ስነእምራዊ ኩናት እዩ ዘካየድ ዘሎ ሓሳባትና፣ ትርኺትና፣ ስምዒትና፣ ሓድነትና፣ ውዳቤና ወዘተ ባሕጒግካ ኣብ ዝተናዋሐ ግዜ እዚ ዝበልናዮ ሃገር ናይ ምዃን ሕልምና ንምብርዓን ዝግበር ዘሎ ማእለያ ዘይብሉ ጻዕርታት እዩ ዘሎ። እቲ ዝዓበየ ሸነኹ እቲ ናይ ፖለቲካ ናይ ምድንጋር እዩ። ሓበሬታ ናይ ምድንጋር እዩ። እቲ ፖለቲካ ናይ ዲስኢንፎርሜሽን ዝበሃል እዩ። ከምኡ ስለ ዝኾነ ሕጂ ብውድዓዊ መንገዲ ብጭቡጥ ዘለናዮ ጭቡጥ ኩነታት ክውንነት ናትና እናገናዘብና ንነዊሕ ጠሚትና ክንሰርሓሉ ዝግበኣና ጉዳይ ምዃኑ ኩሉ ክግንዘቦ ዘለዎ እመስለኒ። ኣብ ውሽጢ ከምዚ ዝኣመሰለ ዝያዳ ንቕሓት፣ ዝያዳ ንቕሓት ምፍጣር፣ ዝያዳ ፍልጠት ምድላብ፣ ዝያዳ ጎስጓስ ምግባር፣ እቲ ሓላፍነታዊ ተሳትፎ ናይ ህዝብና ከኣ ዝያዳ ከም ዝሕይል ንምግባር ኣገዳሲ ስለ ዝኾነ ብኸምኡ መንገዲ ምስራሕ ከም ዘድሊ እዩ እቲ ናተይ መልእኽቲ። እዚ ኩሉ ዝበሃል ዘሎ እንታይ እዩ እርይራይ ወረታት ድማ ኣቓልቦ ዘይምሃቡ ምክንያቱ ስነእመራዊ ኩናት ምዃኑ ፈሊጥና ኣብ ጭቡጥ ኩነታት ናትና ተመርኩስና ክንሓስብ ከም ቀደምና ከኣ ክንቃለስ ዝተርፈናን ዝጎድለናን ነገራት ከኣ ብውድዓዊ መንገዲ በዚ ንብሎ ዘለና እቲ ንቕሓት እቲ ፍልጠት እቲ ሓላፍነታዊ ተሳትፎ ከም ዝዓቢ ንምግባር ክንሰርሕ ከም ዘለና እያ ነታ መልእኽቲ ከመሓላልፋ ዝደሊ ሓያል ህዝቢ ንኹሉ እተጻወረን ዝጻወር ዘሎ ህዝብን ንነዊሕ ጠሚቱ ከኣ ንረብሓ ህዝቢ ዝሰርሕ መንግስቲ እውን ኣሎ ምስ ኩሉ ዘለና ሕጽረታት ማለት እዩ ስለዚ እዚ ሓድነት እዚ እዩ ነዛ ሃገር እዚኣ ብሰላምን ምርግጋእን ከም ትኸይድ ጊርዋ ዘሎ እዚ ክንዕቅበሉ ንኽእል መንገዲ ምጻር እኑት መሰረታዊ መልእኽቲ መስልኒ። ኣምባሳደር ትስፋምካኤል ገርሃቱ ከምኡውን ኣቶ ኣደም ዑስማን ካብ ሚኒስትሪ ጉዳያት ወጻኢ ስልቲ ዝሃብኩምና ሰፊሕ መብርሂ ብስመይም ስም ተዓዘብትን የመስግነኩም። የቐንየልና። ባርከስ ዝኽብርኩም ተዓዘብቲ ንሎሚ ዘዳለናዮ ትሕዝቶ እዚ ዝመስል እዩ ነይሩ። ስጋብ ዝመጽእ ሰሙን ሰላምን ጥዕናን። የቐንየለይ።